ሰላም ኣብ ኩሉ ኩርናዓት ዓለም እትርከቡ ተኸታተልቲ ፓራዳይዝ ሜድያ ሓወኹም ምስጉን ኣብርሃ እየ። ኣብ ህይወትና ጭንቀት ወይ ሻቕሎት ይስማዓና ዶ? ናይ ብሓቂ ሓጎስ ክንውንኖኸ ኣዝዩ ከቢድ ይመስለና ዶ? ንህይወትካ ምስ ናይ ወለድኻ ወይ ከዓ ምስ ናይ ኣባሓጎታትካ ከተነፃፅራ እንከለኻ ንሶም ዝሓሸ ን ዝቐለለን ሂወት ከም ዝነበሮምን ዝያዳ ከኣ ሕጉሳት ዝነበሩን ይመስለካ ዶ? ሙዕቡል ቴክኖሎጂ፣ ጽብቕቲ መኪና ምህላው፣ ሙዕቡል ሞባይል ምውናን፣ ማሕበራዊ መራኸቢታት፣ ቀጻሊ ሓበሬታ፣ ኣብ ሙዕቡል ሃገር ምቕማጥ፣ እዚ ኩሉ ናብ ሓጎስ ድዩ ወይስ ናብ ሻቕሎት እዩ ዝመርሓኪ ዘሎ? ሓጎስ ኣብ ምጽዓርን ኣብ ምቕያር ጥራይ ድዩ ዘሎ ወይስ ንኽትቅይሮም ዘይትኽእል ነገራት ኣብ ምቕባል እውን ይርከብ እዩ? ዘይምሕጓስና ንኻልኦት ኣካላት ከም ወለዲ፣ መጻምድን ውላድን ብዓቢኡ ኸኣ ንመንግስቲ እነማርር ሰባት ካባና ክንደይ ኢና? ሓጎስናኸ ናትና ናይ ውልቅና ባዕልና እንቆጻጸሮ ድዩ ወይስ ናይ ቤተሰብና፣ ናይ መጻምድና ወይስ ናይ መንግስቲ? እሞኸ ኣብዚ ዝተሓላለኸ ዘመን እዚ ከመይ ጌርና ኢና ንሓጐስ ንረኽቦ? ምስጢሩኸ እንታይ እዩ? ብሓባር ኰይንና ነዞም ሕቶታት እዚኦም ክንምልስ ክንፍትን ኢና። ነዛ ቪድዮ ብትዕግስቲ ክሳዕ መወዳእታ እንድሕር ተኸታቲልኩማ፣ ብዛዕባ እዚ ኵላትና ክንረኽቦን ክንፈጥሮን ላዕልን ታሕትን እንብል ዘለና ሓጐስ ዝበሃል ኣምር ሓፈሻዊ ጠቓሚ ዝዀነ ሓበሬታ ከም ትረኽቡላ ቃል እኣትወልኩም። እንተ ቃለይ ዘየተግቢረ ንስኹም ብዲስላይክ ትቐጽዑኒ ቃለይ እንድሕር ኣተግቢረ ከኣ ነዛ ቪድዮ ላይክ ትገብርዋ ቀጺልኩም ሼር ትገብርዋ ብድሐሪኡ ብኮመንት ትሳተፉ ኣብ መወዳእታ ከኣ ሳብስክራይብ ብምግባር ነታ ናይ ደወል ምልክት ትጥውቕዋ በዚኣ ዶ ንትሕዝ ዳይ ኣትሒዝና ኣለና ሰናይ ምክትታል። እምበኣር መጀመርያ ኣርእስትና ሓጎስ ማለት እንታይ ማለት እዩ ኢልና ብምሕታት ንጀምሮ። ሓጎስ ማለት ሓደ ሰብ ኣብ ህይወቱ ዝስምዖ ናይ ደስታ፣ Satisfaction፣ ዕግበት፣ Contentment፣ ከምኡ'ውን ምሉእነት፣ Fulfillment፣ ዘጠቓልል ኣወንታዊ ስምዒታውን ኣእምሮኣውን ኩነት እዩ። ብሓፈሻ ከኣ ነዚኦም የጠቓልል። ሓደ ኣወንታዊ ስምዒት። ሓጎስ መብዛሕትኡ ግዜ ከም ታሕጓስ፣ ፍቕሪ፣ ፍስሃ፣ ምስጋና ዝኣመሰሉ ሃነጽቲ ስምዒታት ኣብ ህይወትካ ምህላው የመልክት። ካልኣይ ዕግበት ኣብ ህይወት። ሰብ ብዛዕባ ህይወቱ፣ ስርሑ፣ ዝምድናታቱ ከምኡ'ውን ብዛዕባ ገዛእ ርእሱ ሓፈሻዊ ናይ ዕግበት ስምዒት ምስ ዝህልዎ ሕጉስ'ዩ ክንብሎ ንኽእል። ሳልሳይ ትርጉምን ዕላማን፣ ሓደ ሰብ ኣብ ህይወቱ ትርጉምን ዕላማን ከም ዘለዎ ዝስምዖን ንዕኡ ንምጉንጻፍ ክጎይን እንከሎ እዚ እውን ዓቢ ክፋል ናይ ሓጎስ እዩ። ራብዓይ ዘይምህላው ኣሉታዊ ስምዒታት ወይ ምምራር፣ ምምራር ሓደ ካብቲ ንሓጎስና ዝቐትሎ ከቢድ ሕማም እዮ። ዋላ እኳ ህይወት ብዙሕ ብድሆታት ዘለዋ እንተኾነት፣ ሓደ ሕጉስ ሰብ እንብሎ ግን መብዛሕትኡ ግዜ ካብ ቀጻሊ ጓሂ ጭንቀትን ምምራርን ወጺኡ ነቶም ዘለውዎ ብልጫታት ክርኢ ምስ ዝኽእል ጥራይ እዩ ዝፍጠር ወይ ነዚ ሰብ ኢና ዕዉት ሰብ እንብሎ። ነዚ ዘረጋግጽ ምስላ ከኣ እንታይ ኣሎ? ህይወት ክነብዓሎም ዘለኒ ሽሕ ምኽንያታት እንተ ኣምጸእትለይ፣ ኣነ ከኣ ክስሕቀሎም ዘለኒ ሚልዮን ምኽንያታት የዘኻኽራ ዝብል ዘረባ ኣሎ። ስለዚ ምምራር እቲ ቁጽሪ ሓደ ንህይወትና ዝቐትሎ ንሓጎስና ዝቐትሎ እዩ። ሓጎስከ ኣብ ክንደይ ይኽፈል? ንሓጎስ ኣብ ክልተ ከፊልና ክንሪኦ ንኽእል ኢና። ሓደ ግዝያዊ ሓጎስ፣ እዚ ንሓጺር እዋን ዝስምዓካ ፍስሃ ወይ ደስታ እዩ። ንኣብነት፣ ጥዑም መግቢ ክትበልዕ እንከለኻ፣ ክትስዕስዕ እንከለኻ፣ ምስ ኣዕሩኽትኻ ክትዘናጋዕ እንከለኻ፣ ወዘተ። እቲ ካልኣይ ከኣ ነባሪ ሓጎስ፣ እዚ ትርጉም ካብ ዘለዎ ህይወት፣ ካብ ምንባር፣ ኣብ ቀጻሊ ምዕባለ ምህላው፣ ጽቡቕ ዝምድናታት ምህላው፣ ብሓፈሻ ነብስኻን ዘለኻዮ ኩነታትን ካብ ምቕባል ዝምንጩ ነባሪ ናይ ዕግበትን ምሉእነትን ስምዒት እዩ። ቀጺልና እንሪኦ ንምንታይ ኢና ንሕና ምስ ኣቦታትና ክንነጻጸር እንከለና ሓጎስ ዝተሓረመና ወለዶ ንመስል? ነዚ ወለዶ እዚ ሕጂ ኩሉ ብሓፈሻ ሓጎስ ተሓሪምዎ ኣሎ ኢልካ ክትድምድም ኣዝዩ ይኸብድ እዩ። ግን ምስ ኣቦታትና ክነነጻጽር እንከለና ብዝተፈላለየ ዓይነታት ጸቕጥታትን ብድሆታትን ንሳቐ ምህላውና ሓቂ እዩ። ገለ ካብቶም ዘለዉና ጸቕጥታት፣ ዘለዉና ብድሆታት ግዜ ኣምጽኦ ወይ ከኣ ኣብ ግዜ ኣቦታትና ዘይነበሩ ሕጂ ንዓና ዘጨንቑና ዘለዉ ነገራት እስከ ንርኣ። ምኽንያቱ ንዕኣም እንድሕር ፈሊጥናዮም ጠንቂ ዘሕጉሳት ዝገብረና ዘሎ ምኽንያታት ንፈልጦም ኣለና ማለት እዩ። ሓደ ቁጠባዊ ጸቕጥን ዘይተረጋገጸ መጻእን እዩ። ኣብዚ ሕጂ እዋን ንርእዮ ኣለና ክብሪ መነባብሮ ሰማይ ዓሪጉ ኣሎ። እዚ ሓደ ምኽንያት እዩ። ዕድላት ስራሕ ብምጽባቡ ወይ ከኣ ዘይምርግግኡ። ኣብቲ ንሰርሓሉ ዘለና ስራሕ ቀፃልነት ኣለናን ዶ የብልናን ክነረጋግፅ ኣይንኽእልን ኢና፣ ዓለም ንርኢ ኣለና ምስ ናይ AI ጉዕዞ ብተወሳኺ ስራሕ ዶ ክንረክብ ንኽእል ኢና ብዓብዪ እውን ካልእ ነባሪ ሃብቲ ምስኣን ወይ ከዓ ትርጉም ዘለዎ ሃብቲ ምጥራይ ቅድሚ ሕጂ ዋላ ደሞዝተኛ ኮይንካ፣ መምህር እንተ ኮይንካ፣ ሓኪም እንተ ኮይንካ፣ ብደሞዝካ ጥራይ እውን ኣዋህሊልካ ገዛ ክትገዝእ፣ ገዛ ክትሰርሕ ትኸእል ኔርካ ኢኻ። ንኣብነት ገዛ ነባሪ ሃብቲ እዩ እንድሕር ኢልናዮ፣ ውሕስነት ደለዎ ሃብቲ እዩ እንድሕር ኢልናዮ። ኣብዚ ሕጂ እዋን ግን ዋላ ምሉእ መዋእልካ ሰሪሕካ እውን ገዛ ክተጥርየሉ ትኸእል ተኽእሎ ኣዝዩ ጸቢብ ኮይኑ ኣሎ። ንውሑዳት ዕድለኛታት ዘጋጥም ኣጋጣሚ ኮይኑ ኣሎ። ስለዚ እዚ ከኣ ሓደ ካብቲ ዝፈጥረልና ፀቕጢ እዩ ካልእ ዝተፈላለዩ ዕዳታት ብክሬዲት ካርድ ብፍላይ ኣብ ምዕራብ ሃገር ብክሬዲት ካርድ ንገዝኦም ነገራት ድዮም ብክሬዲት ካርድ ንገዝኦ ንኸፍቶ ትካል ድዩ ዝኾነ ነገር ንክንገብር ካብ ኣዕሩኽትና ካብ መቕርብና ካብ ባንክታት ንልቅሖ ድዩ ዋላ ብ ዕዳ ትምህርቲ ንመሃሮ ድዩ ድሓር እዚ ኩሉ ዕዳ እዚ ኣብ ሂወትና ጸቕጢ ይፈጥር ኣሎ ኣደዳ ዘይምሕጓስ ከኣ ይገብረና ኣሎ ማለት እዩ እዚ ኩሉ ክጠቕሶ ዝጸናሕኩ ሕጂ ኣብ ኣቦታትና ኣይነበረን ዋላ እኳ ምናልባት ካብዚ ናትና ዝጎድል ሂወት ብ ቴክኖሎጂ ብ ካልእ ካልእ ዘየብለጭለጨ ሂወት ይነብሩ ይንበሩ ግን ዝቐለለን ዝወሓደ ብድሆታት ዘለዎን ሂወት እዮም ዝነብሩ ኔሮም ካልኣይ ጽልዋ ማሕበራዊ መራኽቢታትን ዘይቁዱስ ውድድርን። እዚ ወሎዶ እዚ ኣብ ዓለም ናይ ማሕበራዊ መራኽቢታት እዩ ዝነብር ዘሎ፣ ኣብኡ እዩ እውን ዓቢ። እዚ ድማ ቀጻሊ ምስ ካልኦት ናይ ምውዳርን ዝሓሸ ናብራ ናይ ካልኦት ናይ ምርኣይን ጸቕጢ ይፈጥረሉ። ሰባት መብዛሕትኡ ግዜ እቲ ዝበለጸ ገጽ ናይ ህይወቶም ኣብ ማሕበራዊ ሚድያ ስለ ዘርእይዎ ንዕኡ ጥራይ ሓሲምዎ ዘሎ ኩሉ ሰብ ግን ጥዒምዎ ዘሎ በይኑ ድሕሪት ተሪፉ ዘሎ ወይ በይኑ ኣብ ጸልማት ዝነብር ዘሎ ይመስሎ። ስለዚ ኣብ ዘይቁዱስ ውድድር ወይ ከኣ ኣብ ሓቀኛ ዘይኮነ ውድድር ስለ ዝኣቱ ጠንቂ ምዕናው ሓጎሱ ይኸውን ኣሎ ማለት እዩ። ከም ሳልሳይ ንሪኦ ምዕልቕላቕ ሓበሬታታትን ስግኣትን ብኢንተርነት ኣቢሉ ዝመጽእ ቀጻሊ ዜና፣ ሓበሬታ፣ እሞ ኸኣ እቲ ዘሐዝን ነገር እቲ ጽቡቕ ሓበሬታ፣ ተስፋ ድህብ ሓበሬታ፣ ሃናጺ ዝኾነ ሓበሬታ ኣይንሰምዖን ኢና፣ ኣይነግሩናን እዮም። ንሕና ንሰምዖ ከም ኣዕናዊ ዝኾነ ሓበሬታታት ጥራይ ኢና ንሰምዕ፣ ኣሻቓሊ ዝኾነ፣ ኣሰንባዲ ዝኾነ ሓበሬታታት ኢና ንሰምዕ። ክሊማዊ ለውጢ፣ ተለባዒ ሕማማት፣ ኩይናት፣ ምንቅጥቃጥ መሬት፣ ምህማም መሬት፣ ሱናሚ፣ በቃ እቲ ኣዝዩ ኣሰካፍን ኣጨናቕን ዝኾነ ሓበሬታታት ጥራይ ኢና ንሰምዕ። እዚ ከኣ ንብዙሓት ሰባት በቲ ዝረኽብዎ ሓበሬታ ቀጻሊ ዝረኽብዎ ሓበሬታ ኣብ ዘይውሕስቲ ዓለም ይነብሩ ከም ዘለዉ ተስፋ ከቑርጾምን ናይ ጭንቀት ስምዒት ከም ዝስምዖምን ክገብር ይኽእል ማለት እዩ። ብሓጺሩ ኣብ ኣቦታትና እንድሕር መጺእና ብኣንጻር ኣቦታትና እንድሕር መጺእና ግን ውሱን ዝኾነ ናይ ሓበሬታ ምንጪ ስለ ዝነበሮም ካብዚ ኩሉ እዚ ስግኣታትን ጸቕጥታትን ነጻ እዮም ነይሮም። ከም ራብዓይ ንሪኦ ለውጢ ኣብ ማሕበራዊ ምትእስሳርን ስድራቤታዊ ስርዓትን። ሳላ ስደትን ካልእ ግዝያዊ ኩነታት ናይ ዓለምን ማሕበራዊ ህይወትና ጠፊኡ እዩ ዘሎ። ኣብዚ ሕጂ እዋን ኢንዲቪድዋሊዝም ብጣዕሚ ወይ ከኣ ውልቃውነት ብጣዕሚ ገኒኑ ኣሎ። ስለዚ ኩሉ ግዜ ህይወትና ብብሕትውናን ብጽሞናን ዝተመልአ ይኸውን ኣሎ ማለት እዩ። ምኽንያቱ ወዲ ሰብ ብተፈጥርኡ ማሕበራዊ እንስሳ እዩ። ኣብ ከባቢኡ ሰባት የድልይዎ እዮም። ስድራቤቱ የድልይዎ እዮም። ሕብረተሰቡ የድልዮ እዩ። ድኣምኖም ሰባት፣ ደፍቅሮም ሰባት፣ የዕሩኽ፣ መሓዙት የድልይዎ እዮም። ስለዚ እዚ ዘይምህላው ከኣ ኣብ ከቢድ ጸቕጥን ዘይምሕጓስን የንብረና ኣሎ። ከምቲ ኣብ ዓድኻ ትነብሮን ቀጻሊ ምስ ስድራቤትካን ሕብረተሰብካን እናተዋሳእካ እትነብሮን ሓጎስ ዝጥዕም ከኣ የለን። That's why ንሕና ኣብ ስደት ምስ ወጻና ዋላ እቲ ዝሓሰብናዮ ዕላማ ነሳኽዕ ህይወትና ግን ምሉእ ኮይኑ ኣይስምዓናን እዩ። ምኽንያቱ ኩሉ ግዜ ካብ ስድራቤትና፣ ካብ መቕርብና፣ ካብ ሕብረተሰብና፣ ካብ ሃገርና ብዓቢኡ ካብቲ መዳሕንትና ዝተቐብረሉ፣ ዝዓበናሉ፣ ሃገርን ሕብረተሰብን ስለ ዝረሓቕና ማለት እዩ። ካልእ ልዑል ትጽቢታትን ምሕራም ዓወትን። እዚ ወለዶ እዚ ካብ ናይ ኣቦታት ንላዕሊ ብዛዕባ ትምህርቲ፣ ሞያ፣ ውልቃዊ ዕቤት ከምኡ ውን ፍጹም ዝብሎ ሓዳርን ስድራቤትን ዝለዓለ ትጽቢታት ኣለዎ። ንወዲ ሰብ እቶም ቀተልቲ ድበሃሉ ንሓጎሱ ድቀትልዎ ከኣ ትጽቢታትና እዮም። ትጽቢታትና ኣዘዮም እዮም ድቀትሉና። እዚ ትጽቢታት እዚ እዚ ብላዕሊ ዝጠቀስናዮ ትጽቢታት ተዘይረኺብዎ ከኣ ናይ ውድቀት ስምዒት ክስምዖን ጓሂ ክስምዖን ይኽእል ማለት እዩ። ንኣብነት ሰበይትኻ ምልእቲ ክትኮነልካ ትደሊ፣ ውላድካ ምሉእ ክኾነልካ ትደሊ፣ ዓርክኻ ከምቲ ንስኻ ትግደሰሉ ወይ ትሓልየሉ ሓልየልካ ትደሊ፣ ናብራኻ፣ ስራሕካ፣ ሞያኻ ኩሉ ነገር ዝተጋነነ ፍፁምን ምሉእን ክኾነልካ ትደሊ። ኣብ ዓለም ግን ብጀካ ፈጣሪ ምሉእ የለን። ብድሕሪኡ ነዚ ምሉእነትዚ እንድሕር ዘይረኺብካዮ ኣብ ክንዲ በቲ ዝተጎናጸፍካዮ ዓወታት ወይ በቲ ዘለካ ተመስገን ኢልካ ንኻልእ ዝዓበየ ዓወት እትመጣጠር ኣኺልካ ክተማርርን ክተዕዘምዝምን ምኒን ክትብልን ኢኻ ትነብር ማለት እዩ። ቀጺልና ንርእዮ እስቲ ኣብዚ ግዜዚ መንእሰይ ንክሕጎስ እንታይ ክገብር ኣለዎ? መቸም ሓጎስ ካብ ሰማይ ዝወርድ ማና ወይ ከኣ ካብ ካልኦት ሰባት እትልቅሖ ነገር ኣይኮነን። መብዛሕትኡ ግዜ ወይ ከኣ ኩሉ ግዜ ውጽኢት ምርጫታትካን ውሳነታትካን እዩ። ባዕልኻ እትፈጥሮን ባዕልኻ እተዕንዎን ኩነተ ኣእምሮ እዩ ከኣ ሓጎስ። እሞ ንሕና እዞም ወለዶ እዚኦም ምስዚ ኩሉ ዘለና ብድሆታት ሕጉሳት ንኽንከውን ክንገብሮምን ክንጥንቀቐሎምን ዘለና ነገራት እንታይ እዮም? ሓደ ምስጋና ምዝውታር፣ ነቲ ዘለካ ንእሽቶ ይኹን ዓቢ ብዘየገድስ ምምስጋንን ብሎሚ ኣመስጊንካ ንጽባሕ ትረኽቦ ዝበለጸ ውጽኢት ምጽዓርን ክንመሃር ኣለና። ብዘለናዮ ደረጃ እናማረርና ንነብር እንተኾይንና ግን ጽባሕ'ውን ዝሓሸ ሓጎስ ወይ ዝበለጸ ዓወት ክንፈጥር ኣይንኽእልን ኢና። ምኽንያቱ ሎሚ ብናይ ትማሊ ነማርር ኣለና፣ ጽባሓ ከኣኒ ብናይ ሎሚ ክነማርር ኢና ማለት እዩ። እቲ ዝሓሸ ግን ምስጋና ምህላው፣ ሎሚ ብዘለካዮ ምምስጋን እቲ ቀዳማይ መፍትሕ ናይ ዓወት እዩ። ካልኣይ ማሕበራዊ መራኸቢታት ብጥንቃቐ ምጥቃምን ቁዱስ ውድድር ምህላው። ሓደ ዘይቁዱስ ውድድር ወይ ናይ ሕስድና ውድድር ወይ ከኣኒ ካብ ቅንእ ዝተበገሰ ውድድር ኩሉ ግዜ ሃሳይና እዩ ኣብ ዓወት ከኣ ከብጽሓና ኣይክእልን እዩ ሰላምና እዩ ድዘርጎ ሓጎስና ኣብ ክንዲ ኣብ ውሽጥና ድምርኮስ ኣብቶም ንሕና ንሕስደሎም ወይ ንቐንኣሎም ወይ ከኣ ኣብ ዘይቁዱስ ውድድር ምስኦም ተጸሚድና ዘለና ሰባት እዩ ዝሙርከስ ካልእ ማሕበራዊ ሚድያ ምጉዳል ወይ ከኣ ብጥንቃቐ ምጥቃም። ኩሉ ኣብ ማሕበራዊ ሚድያ ትሪኦ ነገር ኩሉ ኣብ ከባቢኻ ትሪኦ ነገር ሓቂ ኮይኑ ክስመዓካ የብሉን ኩሉ ዘብለጭልጭ ነገር ሓቂ እዩ ማለት ኣይኮነን ብተወሳኺ ንኣሉታዊ ትሕዝቶታት ናይ ማሕበራዊ ሚድያ ምውጋድ ከምቲ ብላዕሊ ዝጠቐስናዮ ሎሚ ኣብ ማሕበራዊ ሚድያ ካብ በለካ ለኽዓካ ቤላ ቤለው ጀሚርና ዘይጠቕሙ ነገራት ክሳብ ዘየገዱሱና ናይ ኩናት ናይ ምንቅጥቃጥ ምድሪ ናይ ካልእ ናይ ሕማማት ኣዝዮም ኣሰከፍቲ ዝኾኑ ዛዕባታት ንከታተል ኢና። እዚኦም ግን ኩሉ ግዜ ከይተረዳእና ኣብ ጸቕጥን ኣብ ጭንቀትን እዮም ዘንቡሩና። ንሓጎስና እዮም ዘህድሙ። ስለዚ ማሕበራዊ ሚድያ ምጥቃም ነጉድሎ፣ ኣብታ ንጥቀመላ ግዜ ከኣ ፍልጠትና ዘዕቢ፣ ሓድሽ ነገር እንመሃረሉ፣ እንተገደደ ከኣ ንዘናግዓሉ ክኸውን ኣለዎ። ምኽንያቱ ኣእምሮ ይረስሕ እዩ፣ ሓንጎል እውን ይረስሕ እዩ። ካልእ ኣብ ሎሚ ምንባር ንሎሚ ብዝሓለፈ ዕድላትን ጌጋታትን ብምጣዓስን ብምቑዛምን ንመጻኢ ከኣ ብምሽቓልን ብምምራርን ኣብ ክንዲ ተሕልፋ ኣብ ሎሚ ክትገብሮም ዘለካን ዕላማታትካ ጥራይ ኣድህብ። ብናይ ትማሊ ክተማርርን ክተዕዘምዝምን ሎሚ ክትገብሮም ዝግብኣካ እንድሕር ዘይጌርካ ግን ጽባሕ ወን ብናይ ሎሚ ክተዕዘምዝም ኢኻ ማለት እዩ። ኩሉ ግዜ ኣብ ምኒን ምባል፣ ኣብ ምዕዝምዛም፣ ኣብ ምቁርምራም ክትነብር ኢኻ ማለት እዩ። ስለዚ ንሕሉፍ ተቐቢልና ንሕጂ እናነበርና ንመጻኢ ከኣ ካብ ሻቑሎት ወጺና ኣብ ምድላው ክንነብር ኣለና። ካልእ ብተወሳኺ ንገዛእ ርእስኻ ምውራድ። ብዙሓት ሰባት ኩሉ ግዜ ምስ ገዛእ ነብሶም ምስ የማርሩ እዮም። ወትሩ ንነብሶም ብእትገብሮ ጌጋታት ይወቕሱዋ። ምስ ነብሶም ዘለዎም ዝምድና ከኣ ኣብ ምትእርራም ኣብ ምድንናቕ ዘይኮነ ኣብ ምውቕቓስን ኣብ ምንቕቓፍን ይኸውን ማለት እዩ። ከም ኩሉ ሰብ ጌጋ ከም ዘለካን ድኽመታት ከም ዘለካን ክትፈልጥ ኣለካ። ዝኾነ ጌጋታት ከጋጥመካ እንከሎ ክትገብር እንከለኻ ከኣ ዋላ ንዓኻ ዘይከወን ነገር ከም ዝገበርካ ነብሰኻ ይንገርካ ከምኡ ድዮ ኮነ ግን no ነብሰይ ኣብ ከምዚኣ ከምዚኣ ክትገብር ኣይነበረክን ኣብ ከምዚኣ ከምዚኣ ምግባረይ ተጋግየ ኢልካ ነብሰኻ ግዜ ሂብካ ምስ ነብሰኻ ክትዘራረብን ክትተኣራረምን ደለካ ድሕሪኡ ነቲ ጌጋ ተቐቢልካ ንኻልእ መዓልቲ ከኣ ትመሃሮ ኣሎ ማለት እዩ። መብዛሕቲኡ ግዜ ኣብ ሂወት ንሪኦ ኣሎ ንኣብነት ኣብ ደቂ ኣንስትዮ ወይ ኣነ ቅርስስቲ ወይ ኣነ ርግምቲ ወይ ኣነ ዘይዕድለኛ ገለ ኢለን ደቂ ኣንስትዮ የማርራ'የን። ኣብ ደቂ ተባዕትዮ እንድሕር መጺእና ከኣ ዋእ ኣነ እኮ ሽለት እየ በቃ ኣነ ከምዚ እየ ኢልካ ንነብስኻ ብኣሉታዊ መንገዲ ምውራድ ኩሉ ግዜ ንሓጎስካ የጥፍኦ እዩ። ኩሉ ግዜ ንብስኻ ብለየም እንዳገበርካ ነብስኻ እንዳወቐስካ ኢኻ ትነብር ማለት እዩ። ሕጂ እቲ ዝሓሸ ነገር ክትጋገ ትኽእል ኢኻ ደየጋገ የለን ክትደከም ትኽእል ኢኻ ብጀካ ፈጣሪ ሙሉእ የለን ነብስኻ ግን ከመይ ጌርካ ትእረማን ተዕብያን ክትሓስብ ኣለካ እምበር ኩሉ ግዜ ክተዋርዳን ክትወቕሳን የብልካን እኳ ድኣ ብልጫታትካ ደጋጊምካ ንጎ ንጎ ክትነግራ ኣለካ ተወሳኺ ምስ ስድራቤትን ፈተውትን ግዜ ምሕላፍ ኣብ ህይወትና ነቶም ዘፍቅሩናን እንኣምኖምን ሰባት ግዜን ቦታን ንሃቦም። ብኣንጻሩ ከኣ ነቶም ኣሉታውያንን ሓጎስና ዘጥፍኡልናን ሰባት ካብ ህይወትና ጠቕሊልና ነውጽኣዮም። ምናልባት ክነውጽኦም ዘይንኽእል እንድሕር ኮይንናኸ? ንቀበሎም። ምስኦም ንባህሪኦም ተቐቢልና ምስኦም ከመይ ጌርና ክንነብር ከም ዘለና ነብስና ንምሃር ማለት እዩ። ንኣብነት በዓልቲ ቤትካ ምንጪ ሓጎስካ ዘይክትከውን ትኽእል እያ። ምንጪ ጭንቀትካ ክትከውን ትኽእል እያ። ግን ከይትፈትሓ ካብኣ ከይትገላገል ከኣ ወሊድካ ትኸውን ደቅኻ ክተዘኽትም ኣይደለኻን። ስለዚ እቲ ክትገብሮ ዘለካ ደቅኻ ከየዘኽተምካ ምስኣ እንዳነበርካ ከመይ ጌርካ ንባህራ ተቐቢልካ ክትነብር ትኽእል። ንኣብነት ከምዚ ዘይገበረት ከምዚ ዘይኮነት ኢልካ ከየማረርካ ክትነብር ምምሃር። ናይ መወዳእታ ማሕበራዊ ተሳትፎታት ምዕባይ፣ ኣብ ናይ ማሕበረሰብ ንጥፈታት ምስታፍ፣ ማሕበር ደቂ ዓዲ ክኸውን ይኽእል፣ ማሕበር ኣሕዋት ክኸውን ይኽእል፣ ማሕበር መማህርቲ ክኸውን ይኽእል፣ ማሕበር ናይ ቤተሰብ ክኸውን ይኽእል፣ መሳርሕቲ ክኾኑ ይኽእል፣ ዝተፈላለየ ደቂ ገዛውቲ ክኾኑ ይኽእል፣ ኣብ ማሕበራት ምጥርናፍ፣ ሃናፂ ዝኾኑ ማሕበራት፣ ንዕቤትካ ዝውስኑ ማሕበራት፣ ኣብ ግዜ ሽግርካ ኣብ ጎንኻ ደው ዝብሉ ማሕበራት ምጥርናፍ። እዚ ሕጂ ናይ ሓደ ዓቢ ማሕበር ድዩ ምትእኽኻብ ድዩ ጥርናፈ ድዩ እሞ ከኣ ሃናጺ ዝኾነ ኣባል ምዃን ኩሉ ግዜ ሓጎስ ይፈጥረልካ እዩ ንህይወትካ እውን ርእሰ ምትእማን ይህቦ እዩ ብተወሳኺ ንማሕበራት ግብረ ሰናይን ንኻልኦት ሰባትን ምሕጋዝ እዚ እውን ኣብ ህይወትና ኩሉ ግዜ ንሰባት ምሕጋዝ ሓጎስን ዕግበትን ይፈጥረልና እዩ ምሕጋዝ ማለት ከኣ ዓቢ ነገር ምሃብ ዘይኮነ ወይ ካብ ዘይብልካ ምሃብ ዘይኮነ ካብታ ዘላትካ ንእሽተይ ዋላ ሓንቲ ሳንቲም ምዃብ ምሃብ ውን ምሕጋዝ እዩ ዝብሃል ኩሉ ግዜ ከኣ ሓጎስን ዕግበትን ከኣ ይፈጥረልካ እዩ ብተወሳኺ ዕላማን ትርጉምን ኣብ ሂወት ምርካብ ንኣብነት ትፈትዎ ወይ ትፈትውዮ ነገር ምግባር እዚ ሆቢስ ንብሎ ኣብ ዘዘናግዕ ወይ ከኣ ክእለትካ እተማዕብለሉ ነገራት ግዜኻ ምጥፋእ ስፖርት ምስራሕ ክኸውን ይኽእል፣ ቅብኣ ምቕባእ ክኸውን ይኽእል፣ ግጥሚ ምጽሓፍ ክኸውን ይኽእል፣ ፊልም ምርኣይ ክኸውን ይኽእል፣ ዝተፈላለየ ሳይክል ምዝዋር ክኸውን ይኽእል፣ ፈረስ ምዝዋር ክኸውን ይኽእል፣ ንሕና ንፈትዎም ክነዘውትሮም እንደልዮም ነገራት ወይ ሆቢስ ብቐጻሊ ንግበር። ዋላ ካልእ ስራሕ ምንጪ ኣታዊ ይሃልወና ነቶም ንፈትዎም ነገራት ግን ንግበሮም። ኩዕሶ ምጽዋድ ንግበሮ፣ እዚ ምንጪ ሓጎስና ክኸውን ይኽእል እዩ። ካልእ ተግባራዊ ዝኾኑ ሸቶታት ምውጻእ፣ ኣብ ህይወት መኣዝን ንኽህልወካ ንሓጺር ግዜን ንነዊሕ ግዜን ዝኸውን ሸቶታት ምሕንጻጽን ንዕኦም ክትወቕዖም ወይ ከኣ ንዕኦም ክትጎናጸፎም ምጽዓርን እዚ እውን ኣብ ህይወት ሓጎስ ዝፈጥር እዩ፣ ዕግበት ይፈጥር እዩ። ልክዕ ከምዚ long term and short term ንብሎ ዕላማታት ድሕሪ ክንድዚኤን ኣዋርሕ ከምዚ ክገብር ኣለኒ፣ ድሕሪ ክንድዚ ዓመታት ኣብ ከምዚ ደረጃ ክበጽሕ ኣለኒ ኢልና ነቲ ዕላማ ሓደ ዕላማ ሓንጺጽና ንዕኡ ንምትግባር እንድሕር ጎይና ንህይወትና ሓጎስን ዕግበትን ዝፈጥር እዩ። ካልእ ቀጻሊ ምምሃርን ምዕባይ ቀጻሊ ሓደስቲ ነገራት ምምሃር ክእለታትካ ምምዕባል ናይ ዕግበት ስምዒት ናይ ሓጎስ ስምዒት ይፈጥር እዩ። ኩሉ ግዜ ተማሃራይ ኮይንካ ምንባር ከኣ ኣዝዩ ጥዑም እዩ። ኩሉ ግዜ ሓድሽ ነገር ምፍላጥ ኣዝዩ ጥዑም እዩ፣ ኩሉ ግዜ ከኣ ሕጉስ ሰብ እዩ ዝገብረካ። ብተወሳኺ ንኣካላውን ኣእምሮኣውን ጥዕናኻ ምሕላው። ሓደ ስሩዕ ኣካላዊ ምንቅስቓስ ምግባር። ስሩዕ ኣካላዊ ምንቅስቓስ ምግባር ማለት ንኣካላዊ ጥዕናኻ ጥራይ ዘይኮነ ዋላ ንኣእምሮኣዊ ጥዕናኻ ኣዝዩ ሃናጺ እዩ። ካልእ እኹል ድቃስ ምድቃስ። ድቃስ ሓደ ኻብቲ ጥዑይ ኣእምሮ ንኺህልወና ዚገብር እዩ። ምናልባት ገለ ገለ ሰባት ንዝነውሐ ሰዓታት ምስራሕን ንውሑድ ሰዓታት ምድቃስን ከም ምልክት ዓወት ገይሮም ኪርእይዎ ይኽእሉ እዮም። እዚ ግን ከም ኣምር ብጠቕላላ ጌጋ እዩ። እቲ ዝሓሸ ንነብስኻ ጎቡእ ድቃስ ጎቡእ ዕረፍቲ ሂብካ ብድሕሪኡ ኣብተን ትሰርሓለን ሰዓታት ብኣድማዕነት ምስራሕ ይሓይሽ ምኽንያቱ ብጉቡእ እንድሕር ዘየዕሪፍካ ብኣድማዕነት ክትሰርሕ ኣይትኽእልን ኢኻ ሎሚ ንሪኦ ደለና ከኣኒ ማሕበራዊ ሚድያ ክንጥቀም ድዩ ካልእ ድዩ ካልእ ድዩ ብፍላይ ኣብ ኤርትራውያን ዝረኦ ዘሎ ባህሪ ኣብ መንእሰያት ኣብ ግዜ ለይቲ ኣይንድቅስን ኢና በቃ ወጋሕታ ኢና ንድቅስ ሰብ ክትስእ ከሎ ከኣ ንሕና ተመሊስና ንድቅስ ኣለና ማለት እዩ። ሰብ ክድቅስ ከሎ ንትስእ፣ ሰብ ክትስእ ከሎ ንድቅስ። እዚ ከኣ ኣዝዩ ንጥዕናና ጎዳኢ እዩ። ኩሉ ግዜ ከኣ ካብ ሕጉስ ህይወት የርሕቐና እዩ። ዋላ ቀትሪ ድቅስ እንድሕር እንተወዓልና ከኣ ክንድቲ ብለይቲ ንድቅሶ ውሑዳት ሰዓታት ብፍጹም ክኸውን ኣይክእልን እዩ። ካልእ ብተወሳኺ ጥዑይ ኣመጋግባ ምህላው። ዘይከሓድ ንሕና ብዙሕ መረፅቲ መግቢ ኣይኮናን፣ ብዙሕ በላዕቲ እውን ኣይኮናን። ከብድና ውጥር እንድሕር ኣቢልና ዝፀገብና እዩ ዝመስለና ወይ ከብድና ስለ ዝመለአ ጥራይ ዝፀገብና እዩ ዝመስለና። ግን ነብስና ብዝከኣለና ዝተመጣጠነን እኹልን መግቢ ክትረክብ ኣለዋ በታ ዓቕምና። ብግድንካ ዝተመጣጠነ መግቢ ክትረክብ እንድሕር ኮንካ ሃብታም ክትከውን ኣለካ ማለት ኣይኮነን። ኩሎም እቶም ዝበለጹ ትሕዝቶታት ንኣካላትና ዘለዉዎ ንእምሮና ንኣካላትና ዝበለጹ ትሕዝቶታት ዘለዎም መግብታት ብሕሱር ዋጋ ክንረኽቦም ንኽእል እዮም። ሎሚ እንድሕር ርኢናያ ግን ብሓፈሻ ኣብ መንእሰይና ብፍላይ ከኣ ኣብ ደቂ ኣንስትዮና ሸውሃትና ዕጹው እዩ። እዚ ከኣ ኩሉ ግዜ ፈዛዝ ዝኾነ ኢነርጂ ክህልወና ኩሉ ግዜ ስልቹዋት ክንከውን ሕክምና ክንመላለስ እዩ ዝገብረና። ስለዚ ኣመጋግባና ንሓሉ። ኣብ መወዳእታ ሓገዝ ምሕታት። ሻቑለት፣ ጓሂ ወይ ካልእ ናይ እምሮ ጸገማት ጭንቀት ምስ ዝህልወና ወይ ምስ ዝስምዓና ካብ ፈተውቲ፣ ስድራ ቤት ይኹኑ የዕሩኽ ሓገዝ ንሕተት። እንተዘይኮይኑ ከኣ ናይ መወዳእታ ኣማራጺ ከኣ ናብ ክኢላ ስነ ኣእምሮ እውን ክንከይድ ንኽእል ኢና። ኣባና ሓደ ጸገም ዘሎ ቅድሚ ሕጂ እውን ብዙሕ ግዜ ጠቒሰያ ኣለኹ። ዝሓመመ ሰብ ጥራይ ወይ ናይ ኣእምሮ ጸገም ዘለዎ ጥራይ ወይ ዝተጸለለ ሰብ ጥራይ ናብ ሓኪም ስነ ኣእምሮ ዝኸይድ እዩ ድመስለና። ንሓኪም ስነ ኣእምሮ ዘድልዮ ጥዑይ ሰብ እዩ ዘድልዮ። ምስ ተጸለላ ደኣሞ እንታይ ክዓብሰሉ። ስለዚ ብጥዑያትና ከለና ወይ ብኣግኡ ዝኾነ ነገር ክስምዓና እንከሎ ኢና ናብ ሓኪም ስነ ኣእምሮ ክንከይድ ዘለና። ቀጺልና እንሪኦ ብዛዕባ ንዘይትቕይሮም ኩነታት ተቐቢልካ ዝርከብ ሓጎስ እዩ። Acceptance፣ ኣዝዩ ኣገዳሲ ኣርእስቲ ስለ ዝኾነ ንሓጎስና ኣዝዩ ድጸልዎ ስለ ዝኾነ በየና ክዛረበላ ኢለ ስጋብ ሕጂ ኣጽኒሐያ ማለት እዩ። ሕጂ ኣብ ሂወትና ብዙሓት ክንቆጻጸሮም ወይ ከኣ ክንቅይሮም ዘይንኽእል ነገራት ኣለዉ። ንኣብነት ዝሓለፈ ታሪኽና ወይ ዝገበርናዮ ጌጋታት ኣይንቕይሮን ኢና። ክንመሃረሉ ጥራይ ኢና ንኽእል። መልክዕና፣ ሕብሪ ቆርበትናን ኣካላትናን፣ ቅርጺ ኣካላትናን፣ ዋላ ሓንቲ ክንቅይሮ ኣይንኽእልን ኢና። ምናልባት ቅርጺ ኣካላት ብስፖርት ክቕየር ይኽእል፣ ገለ ገለ ማለት እዩ። ካልእ ግን ኣይንቕይሮን ኢና። ናይ ካልኦት ሰባት ምርጫታት፣ ተግባራት ወይ ቃላት፣ ካልኦት ሰባት ኣባና ከንጸባርቕዎ ዝደልዩ ምርጫታት ወይ ክገብርዎ ዝደልዩ ተግባራት ወይ ቃላቶም ክንቆጻጸሮ ኣይንኽእልን ኢና። ሰብ ከምዚ ኢሉኒ፣ ከምዚ ሓሲቡ፣ ከምዚ ዘይገበረለይ፣ ከምዚ ዘይበለኒ እንድሕር ንብል ኮይና ኩሉ ግዜ ክንጽለል ኢና ንነብር ማለት እዩ። ካልእ ሞትን ሕማምን ናይ እተፍቅሮም ሰባት። ሞትን ሕማምን ኩሉ ግዜ መኻይድቲ እዮም ኣብ እተፍቅሮም ሰባት። ኣብ ንሶም ጥራይ እዮም ደለዉኒ ካልእ የብለይን ኣብዛ ዓለም ትብሎም ሰባት ውን ከጋጥመካ ይኽእል እዩ ግን መናብርትና መኻይድና እዮም ክንቅየሮም ከኣ ኣይንኽእልን ኢና ክንቅበሎም ጥራይ ኢና ንኽእል ማለት እዩ ዝወርዱኻ ሕማማት ወይ ኣካላዊ ጉድኣታት ሂወት ሰይፍ ኣይኮነትን ኣት ኤኒ ታይም ሕማም መናብርትና እዩ ሓደጋ መናብርትና እዩ ዝኾነ ሕማም ከጋጥመካ ይኽእል ወላ ዴፍ ወስ ክሮኒክ ዝኾነ ሕማም ከጋጥመካ ይኽእል ወይ ኣካላዊ ጸገም ከጋጥመካ ይኽእል እንድሕር ክትቅይሮ ትኽእል እንተኾይንካ ክትፍውሰሉ ትኽእል እንድሕር ኮይንካ ትቃለሶ ኣይኮነን ከኣ ትቕበሎ ተቐቢልካዮ ካልእ ስነ ኣእምራዊ ሕማም ንኸይትውስኽ ትጥንቀቕ ማለት እዩ ካልእ ውላድ ምስኣን ወይ ከኣ ኣብ ወላድና ንዘጋጥሙ ዝኾነ ጸገማት ወይ ሕማማት እዚ ከኣ ንወዲ ሰብ ኣዝዩ ዘጨንቖ ነገራት እዩ ውላድ ኣገዳሲ ክኾን ይኽእል እዩ ብሂወት ግን ዝህብን ዝኸልእን ከኣ ፈጣሪ እዩ ስለዚ ውላድ ስለ ዘይረኸብካ ወይ ኣብ ውላድካ ዝኾነ ጸገም ስለ ዘጋጠመካ እሞ ከኣ ንዘይ ትቕይሮ እንድሕር ትጭነቕ ኮንካ ተመሊስካ ኣብ ሂወትካ ካልእ ሽግርን ሕማምን ጥራይ ኢኻ ትውስኽ ማለት እዩ። ካልእ ዓበይቲ ማሕበራውን ፖለቲካውን ኩነታት። እዚኣ ኣዝያ ኣገዳሲት እያ። ንኣብነት ውሳኔታት መንግስቲ። መንግስቲ ክትቅይር ዓቕሚ እንድሕር ደይብልካ ወይ መንግስቲ ዝወሰኖ ሕግታት ክትቅይር ዓቕሚ እንድሕር ዘይብልካ ከመይ ጌርካ ንዕኡ ተመሳሲልካ ትነብር ጥራይ ኢኻ ክትሓስብ ዘለካ ክትቅበሎ ጥራይ እዩ ደለካ ብዙሓት ሰባት ንመራሕትን ንመንግስታትን ክነማርር ንስማዕ ኢና ብዓለም ደረጃ ማለት በቃ መንግስቲ ከምዚ ጌርና ዝመራሒ ከምዚ ጌርና ፕረዚደንትና ከምዚ ጌርና ገለ ንብል ኢና ብዓለም ደረጃ እየ ዝዛረብ ዘለኹ እዚ ፅቡቕ ኣለዉ ንምባል ኣይኮነን ግን ንስኻ መራሕቲ ናይ ዓለምን መራሕቲ ናይ ሃገርካን ፖሊሲታቶምን ክትቅይር እንተዘይክኢልካ እንታይ ክትገብር ኣለካ ክትቅበሎ እዩ ደለካ ከመይ ኢልካ ተቐቢልካ ምስኡ ትነብር ጥራይ ኢኻን ነብስኻ ክተእምና ደለካ ንኣብነት መኪና ክትገዝእ ትሓስብ ክንደይ ዓመታት ጽዒርካ ሓዳሽ መኪና ዜሮ ዜሮ ክተእቱ እንዳሓሰብካ እንከለኻ ቀረጽ ሓምሳ ሚእታዊት ዝነበረ ሚእትን ሓምሳን ሚእታዊት ትገብሮ መንግስቲ ሚእቲ ሚእታዊት ትውስኸሉ ስለዚ ካልእ ብዙሕ ዓመታት ክሓተካ እዩ ማለት ነዚ ቀረጽ ንምሽፋን እዚ ኣይትቕይሮን ኢኻ ስለዘይ ትቕይሮ ወይ ሰከንድ ሃንድ መኪና ዲኻ ትገዝእ ወይ ከዓ ካብኣ ጉድል ዝበለት መኪና ዲኻ ገዚእኻ ንሓጎስካ ባዕልኻ ኢኻ ትፈጥሮ ማለት ነቲ ፖሊሲ ክትቅይሮ ኣይትኽእልን ኢኻ ንኣብነት ኣብ ሓደ ከባቢ ብዙሕ ገንዘብ ኣውፂኻ ትካል ትኸፍት ኣጋጣሚ ኣብቲ ከባቢ ኩናት ይለዓል ትኸስር ዋላ ሓንቲ ነዚ ኩናት ንስኻ የልዓልካዮን ክትቅይሮ ኣይትኽእልን ኢኻ ግን ነብስኻ ኣረኣእያኻ ክትቅይሮ ትኽእል ኢኻ ካልእ ዝሓሸ ነገር ዝዓበየ ነገር ይጽበየካ ከም ዘሎ ንብስኻ ክተእምና ትኽእል ኢኻ ካብ ሕማም ከኣ ክተድሕና ትኽእል ኢኻ ሕጂ ምቕባል ማለት ነቲ ክትቅይሮ ዘይትኽእል ኣብ ባይታ ዘሎ ሓቂ ከም ዘለዎ ምእማንን ምቕባልን እዩ ዋላ'ውን እንተዘይፈተኻዮ፣ ዋላ'ውን እንተዘየሕጎሰካ፣ ኣማራጺ ተዘይብልካ ክትቅበሎ ጥራይ'ዩ ዘለካ። እዚ ማለት ነቲ ኩነታት ምእንቲ ክትቅይሮ እትገብሮ ናይ ኣእምሮ ቃልሲ ወይ ናይ ኣእምሮ ጭንቀት ከኣ ምግዳፍ ማለት'ዩ። ምጭናቕ ትገድፍ ኣለኻ ማለት'ዩ። ምቕዝምዛም፣ ምዕርምራም፣ ምምራር እሞ ከኣ ብዘይትቕይሮም ነገራት ትገድፍ ኣለኻ ማለት'ዩ። ምኒን ምባል ትገድፍ ኣለኻ ማለት'ዩ። ምቕባል ማለት በቲ ዘይትቕይሮ ተስፋ ምቑራጽ ወይ ኢድካ ኣጣሚርካ ምቕማጥ ማለት ግን ኣይኮነን። ብኣንጻሩ ነቲ ኩነታት ተቐበሎ። ነቲ ኩነታት ተቐቢልካ፣ ኢነርጂኻን ኣቓልቦኻን ግን ኣብ ክንዲ ናብቲ ዘይትቕይሮ ነገራት ተውፍሮ፣ ናብቲ ክትቅይሮ ትኽእል ነገራት ተውፍሮ ማለት እዩ። ናብኡ ተድህብ ኣለኻ ማለት እዩ። ንኣብነት ከምዚ ብላዕሊ ዝጠቐስናዮ መንግስቲ እንድሕር። ሓደ ፖሊሲ ሓንጺጹ ነቲ ፖሊሲ ክትቅይሮ ስለ ዘይትኽእል ኣብ ክንዲ ኣብ ዘይከውን ግዜኻ ተጥፍእ እንዳማረርካ ሓጎስካ ትስእን ከመይ ጌርካ ምስቲ ፖሊሲ ተሰማሚዕካ ተመሳሲልካ ክትነብር ትኽእል ጥራይ ክትሓስብ ኣለካ። ከመይ ጌርካ ነቲ ፖሊሲ ስዒርካ ሓያል ሰብ ኮንካ ከም ትወጽእ ዕዉት ሰብ ኮንካ ከም ትወጽእ ጥራይ ክትሓስብ ኣለካ። ምቕባል ማለት ብተወሳኺ ነቲ ዘጋጠመካ ነገር ወይ ነቲ ዘለኻዮ ኩነት ምፍታው ወይ ከኣኒ ምስምማዕ ማለት ኣይኮነን። ንኣብነት ዓርክኻ ጠልመካ፣ ሰበይትኻ ትጠልመካ፣ በቃ ሰባት ኮይኖም ጠሊሞምኻ ኣለዉ። ኣብ ክንዲ ዋላ ሓንቲ ለውጢ ንዘይተምጽእ ኣነ እዚ ድዩ ኢደይ፣ ኣነዶ ዝፍደ፣ ከመይ ኢሉ ንዓይ ከምዚ ይገብረኒ፣ ከመይ ኢላ ንዓይ እዚ ትፈድየኒ ኢልካ ነብስኻ ኣብ ክንዲ ተጨንቕ በቃ ጠሊማትካ ኣላ ሰበይትኻ። ሰብ እያ ሰብ ኢኻ በቃ ጠሊማትካ ኣላ ዓርክኻ ጠሊምካ ኣሎ ስለዚ ከመይ ጌርካ ገንዘብ ዲኻ ተጠሊምካ ፍቅሪ ዲኻ ተጠሊምካ ከመይ ጌርካ ነብስኻ ትኽሕስ ከመይ ጌርካ ከ ድሕሪ ሕጂ ትምሃር ጥራይ ኢኻ ትሓስብ ደለካ ነዚኣ ወላ ሓንቲ ክትቅይራ ኣይትኽእልን ኢኻ ስለዚ እቲ ምቕባል ድብሃል እዚ እዩ እቲ ዘጋጠመካ ጥልመት ቁኑዕ እዩ ማለት ደይኮነስ ግን በቃ ኣጋጢምካ ኣሎ ክትቅበሎ ኣለካ ንሓድሽ ሂወት ከኣ ክትዳሎ ኣለካ ማለት እዩ። ናብ መደምደምታ እንድሕር ከይድና ሓጎስ ሓንሳብን ንሓዋሩን እትውንኖ ዘይጠፍእን ዘይልወጥን ነገር ኣይኮነን ቀጻሊ ጉዕዞ እዩ ቀጻሊ ተመክሮ እዩ ክብለጠቕን ከኣ ኣለዎ ምኽንያቱ ህይወት ንባዕላ ጉዕ መንገዳ ክብለጠቕን እዩ ስለዚ በዞም ኣብ ላዕሊ ዝረኣናዮም ነጥብታት ተሞርኪስና ወትሩ ሓጎስና ክንፈጥር ንቃለስ ንሎሚ ዘዳለኹዎ መደብ ዝረኣኹሞ እዩ ነይሩ ዝጎደለ ንምምላእ ናባኹም ይገድፎ ሕጉስን ምሉእን ህይወት እምነየልኩም ሰሰናዩ።